ብስራት ካብ ሙሴ ሾፕ ዱባይ ኣብ ኩሉ ኣህጉር ዝና ዘትረፈ ዘበን ኣምጽኦ ዘበን በዓል ተራ በብዓይነቱ ዘበናዊ ቁኖ ካብ ዱባይ ሙሴ ሾፕ ተበሰራ ንወይዘራዝር ኣገሪሙ ዘኽብር ኣብ መንእሰያት ጎሊሑ ዝብርብር ብቁኖ ኣልባሶ ጋመ ስገም ሃነን ኣብላ ዓለምክን ምሰላ ኣብ መርዓ ክትምልክዓ ኣብ ኩሉ ውራይ ክትኮርዓ ብዘበናዊ ቁኖ ኣልባሶ ጋመ ስገም ጸብቓ ከም ፋኑስ ተኾልዓ ከም ወርሒ ድምቓ ንኹሉ ዱባይ ሙሴ ሸብሕተታ መስደመም ቁኖ ቁኖ ስገም ማይ ዘይጠዓመ ሃነን ዘብል ጋመ ኣልባሶ ብረኣይን ጠማትን ዘይምኖ ኣለክን ኣብ ዱባይ ሙስየ ሾፕ ኣልቦ ዘይሰኣኖ ሕቶኽን ክንምልስ ጠለብክን ክንትግብር ሕተታና ወትሩ ቁሩባት ኢና ኣድራሻና ዱባይ

በቅ በቃ ድሓን ክስታይ እሞ ግበሪ ኣብቲ ኣፍ ደገ ናይ ስራሕና በቃ እውን ንራኸብ ኦኬ መጻኹ መጻኹ
እንታይ ደኣ ሕጂ እስካ ንጎ ምድሪ
እንታይ እዩ
ምድራር ሓሊፍካስ ሕጂ ከኣ ቁርሲ ጀሚርካ ብለካ ኣለኹ ዋይ ሲሙስ ክላ ቢነይ ክዳውንትኻ እንተ ደሊኻ ኣይትሰከፍ ደዊልካ ወላ ንገረኒ ሓራይ ወላ ናብዚ ምምፃእ የድልየካን እዩ ወላ ደዊልካ ንገረኒ ባዕሊ ከዳልወልካ እዩ ድሓር እይ ከም ናይ መስፍን ካብ ገዛ ክሰጉን ተሓስብ ልኽደን ንስኻ መደብ ከይህልወካ እምበር ኣነ ከም ናይ መስፍን ሳንጣኻ ሂበ ከፋንወካ ድሌትን ሓሳብን እንተዝህልወኒ ተክሰብ ሕጂ ተፀቢ ነይርኒ ኣንተ ኣነስ ምስ በዓልቲ ቤተይ ድየ ዋላስ ምስ ፀላእተይ ድቕመጥ ዘለኹ ክገርመኒ ኣለወካ ዋኣታ ኣነ እምበር

ኣንታ መሳፍንቲ ወደይ ንዓባ ንዓ ደውለላ
ተዳዊልና እኮ ነርና ኢና ተዳዊልኩም ነርኩም እወ።
እሞ እንታይ ድኣ ኢላካ? ኣቦኣ እኳ ሎሚ ክገይሽ እዩ ኣይክትነግሮን እያ ነዲኣ ግን ነጊራታ ኣላ። ሓርገምበስዶ
እሞ ኣነ ሓርገምበስ ኣነሲ መስ ኣዲኣ እየ ክዛራረብ ማለት ድዩ ናበይ ድኣ ከይዱ ንሱከ ናበይ ናበይ ከይዱ። ኣብ ኡጋንዳ እኳ ትካል ኣለዎ ምሽ ናብኡ እዩ እኮ ዝመላለስ። እሞ እዚኣ ድኣ እሞ
ሓቃ እንድያ ድኣ ፋሉል ክትከይድ። ኣብ ዘይፈልጦ ዓዲ ኡጋንዳ ዶ ካልእ ዶ ክኸይድ ክብል እንዲ ደኣ እሞ ነዚኣ ከይቀጽዐ ኣዕብይዋ ያላ ዘይተሓዛ እንታይ ዶ ቀጺዕዋ እዩ እኳ ዋ ኣቦ
ፎቶ እኳ ጉዳም እዩ ክላ እንታይ ዘፍት ኣለዋ ወደ ካብኣ የድሕንካ እንታይ ዘፍት ኣለዋ ኣቦ ዋ ጽብቕቲ ጽብቕቲ እያ ትጸብቕ እሞ ሕጂዚ ኣነ ሓርገምበስ ኣነስ ባይቶ ምሉእ ደው ዘብልስ ምስ ሰበይቲ ኢኻ ከተዘራርበኒ ማለት ድዩ

ወልደብደብ ጥራሕ መስፍን ወደይ እስከ እንታይ ኣኻ ክትብል ደሊኻ እስኪ ሓደ ሓደ ግዜ ሲ ይህውኸካ ከይሃሉ እንታይ ኣኻ ክትብል ደሊኻ እስከ ንገረኒ ድልየትካ እስኪ ተዛረብ እንታይ ትድለና ጆኻ ንገረኒ
ሳምርሲ ክትዕረቕ ዳርጋ ተሰማሚዐ እየ
መዓስ እያ ትሰማማዕ ስምዒት ንጠባቕ ንዓይ ዲኻ ኣቦ
እንታ ንዓኻ ዳ መዓት ጸርፊ እንዴ ጸሪፈካ እኽለካ እባ ንዓ

እይ ተኣኻ ኹንካ
ኣነሲ እዘን ከብትኻ ስቕ ኢለን ናብ ዓይኒ ይረኣያኒ በቃ ድቃስ ዘይብለ እየ ድሓድር ምስ ብዝሐን ምዃእ ሰብ ዘይብለን
ዋይ ናብራ መስፍን ብዛዕባ እቶም ደቅኻ ጥሪትካ ዘይሓሰብካስ ብዛዕባ ጥሪትና እምበር ጥሪትና ሲ ጥሪትና ከዓ በል ጥሪትና ይበይነ ድዩ ካብኦን ኮየ ዝራብዕ ላም እንዳሸጥቁ ዘናብረካ ነበ ናይ ኩልና ጥሪት እየ ብዛዕባ ጥሪትና ከመይ ዝበለ በሊሕ ጓሳ ገረለን ኣለኹ ኣይትሰከፍ ከዓ ደቅኻ ሕሰ ከምኡ ገርካ ኣዳናጊርካ ናብ ካልእ ክኸይድ ድኻ ደሊኻ ኣነ ኣይከይድ ዩ ኣነ ሓርገንበስ ኣነ ከዓ ክትፈልጥ ነገር እንተረኺበ ከም ሽሮ እየ ዝሸርዋ ሓንቲ ከይገደፍኩኻ ክንቁማል ይኮኑ ካብ ካልእ ናብ ካልእ ኣይትጠዋውየን ነች። እሞ ምስ ሳምሪ ዳርጋ ክንዕረቕ ቀሪብና ኢና። ኣበይ ኢኻ ትዕረቕ ሞኸ ሕጂ እንታይ ኢኻ ትብለኒ ዘለኻ። ደሓን ንስኻ ኣይትሸገር በቃ ንዓ ኪድ ንዓድኻ ጉዳይካ ግበር እብለካ ኣለኹ። እዴ
ኪድ ነቦኻ ከምኡ ገርካ ኣተዓሻሽኻ ስደዶ ንዓዲ ድዮም ኢሎምኻ። ኣይ ከይድን እየ እከይድን እየ ህ ንስኻ ዓሻ እንተ ተጋግኻ ኣነ ኣይጋገን እየ ኣይ ከይድን እየ እዛ ጉዳይ እዚኣ ከይወዳእኽዋ ሰበት ኣይ ከይድን እየ። እሞ እታ ኣቦ ሳምርሲ ንዓኻ ሪኣ ከይትነፍጽ ኢለኳ እየ። እንታይ ኮይና እያ ትነፍጽ በለኪ ሰብ እኮ እየ እንታይ እኒኣ ሓቢጥዋ እንተነፈጸትካ ሃው ትበል ቀርናን ላም ዋላ በራሕ ተኹላ ኮይኑ ክረኣ እያ ሰብ እኮ እየ ከምኡ ማለት ኣይኮንኩን ኣነ ትርዳእኒ እባ እንታይ ማለት እያ እንታይ ደኣ እሞ እንታይ ደኣ ትብላ ኣለኻ እንታ መስፍን ወደይ እንታ ግደፍ እባ ግደፍ ግደፍ ግደፍ ግደፍ ዋንታ ዝኾነ ይብሉ እንዲ ዝኸብድኻ ምርዳእኒ ከኣቢኻና በቃ ኣቦ ሰለሙን ሓወይ ከኸመይ ኣሎ
ኣንታ ካበይ ናበይ ኢኻ ተናጥረና ዘለኻ ናብራ መስፍን ምዃን ዲንታ ሰለሙን ሓውኻ ደኣ ኣንበሳ ኣንበሳ ጽቡቕ ኣሎ ጽቡቕ ከምቲ ንሱ ጽቡቕ ዘለዎ ንዓኻ ጽቡቕ ገርም ናብርኡ ከመይ ኣሎ ኣብ ዓዲ ከብዲ ከብዲ ከይድ ነዊሕ ኮይና ኣነ ሕጂ እቲ ህይወቱ ተሓዳሩ ናብርኡስ ከመይ ኣሎ ኣንታ ጽቡቕ እኮ ኢለካ ጽቡቕ ከም ሰሎሙን ደኣ መን ኣሎ? እወ ንደቁን ንሰበይቱን በዛ ትሕቲ እግሩ እዮም ዝሓልፉ ትፈልጥ። ሓንቲ ዘረባ እንተ ተዛሪቡ ካልኣይቲ ግዜ ኣየድግምዎን እዮም ጥብ የብሉሉ። ከማኻ ኣይኮነን እቲ ወደይ። ኣንታ ኣቦ ንዓይስ ታይ ወጸኒ ሓንቲ መዓልቲ ተጋጊርካስ ክንዲ ዝልፈኒ። ንስኻ ደኣ ሓንቲ መዓልቲ ድኻ ተጋጊኻ መዓት ጌጋ እንዲ ተጻዒኑኳ ዘሎ ዝባንካ እንታይ ዝበሃል ምስላ ኣሎ መሲሉኳ ንፉዕ

ሕጉሰት እያ ከየብለካ።
ወይለከ እቲ ጉዳይ ወደይ ወደይ እንድኻ ከምዚ ዓይነት ገርካ ተሰጉግካ ኣብ ንፋስ ንፋስ ክትከይ ወደይ እኮ እኻ ኣነ እንተመጻኹ ንዓይ ጉዳይ ስለ ዝኾነ ኣብቲ ጉዳይ ታነጽ እየ ይግባኣንን ኣድኪመካ ይትበል ጥራሕ ኣጻፊፍና ስኻ ትዓርፈሉ መንገዲ ገረ ክኸይድ ኣለና ሕረ በል ሕረ ሽተ ዳሓን ሽተ በቃ ኣቦይ ሕረ ኣለካ ሽተ ኣጆኻ ዝወደ
ኣንታ መዳ ሓወይ
ኤሉ ወድናሲ ድሮ ሳልሳይ ዓመቱ ፋሪቑ ኣትገርመኪ ዶ ኣትታይ ኣለዎ እዚ ግዜ ኢልኪኺ ሽብብ ሽብብ ኢሉ ሰለስተ ዓመት በፂሑ ግዜ እንታይ ደለዎ ይመስልካ ወላ ሓንቲ የብሉ ሕጂ ዝመፅእ ዘሎ መስከረም ወላ ትምህርቲ ከነጀምሮ እምበር
እዋይ ኣቲ ትምህርቲ ከ ኣባ ክምዝገብ ኣለዎ ዋይ ወፃኢታት ዋይ ወፃኢታት ናይ ጥራ ውስጥ ዶ ናይ ዲቪዛ ዶ ናይ መመዝገቢ ዶ ግል ኣንታ መድራ ሓወይ ንምንታይ ክኸውን ዲኻ ከርተት ትብል ዘለኻ ካብ ሕጂ ዝሒዝካስ ብዛዕባ ወጻኢታት ትሓስብ? ኣንቲ ብሌነ ይርዳእኪ ኣሎ ድዩ? ኣነ ከርተ ዝብል ዘለኹ እኮ ናይ ቀለብኪ ኣለኪ፣ ናይ ገዛ ክራይ ኣለኪ፣ ናይ ፓምፐር ነይርኪ፣ ናይ ዕቁብ ዶ ናይ ገለ ናይ ጎረቤት ኣዋጽኡ ዶ ኢልኪ ተዋጺ፣ ሕጂ ከኣ ናይ ትምህርቲ ወጻኢታት ከውጽእ መሊሰ። ወይ ኣታ መዳስ ኣብ ዘረባ ጥራይ ኢኻ ለጋስ ነዚ ዘረባ ብዘይብቅ ተውጽኦ እምበር ኣብ ገንዘብሲ ሓቂ ሓቅኺ ኣማጻጽኣ ገንዘብ ተትፈልጢ ኔርኪ ከምዚ ኢልኪ ምተዛረብክኒ ነይርኪ። ንስኻ ውን ትዋጻጻኣ ቃላት ስለ ዘይርዳኣካ እኮ ዩ ነዚ ቃላት ንኸውጽኦ ከመይ ይቃለስ ኣለኹ ኣነ ባዕለይ ጥራይ እየ ዝፈልጦ። እሞ እቲ ዘረባሲ ንዓይን ንኤሉ ወደይን ትምህርቲ መዝግበና ድዩ?

እዚ ሓዳር እኮ ናይ በይንኻ ኮይኑ ስለ ዝስማዕካ ንበይንኻ ከተመሓድሮ ጥራይ ኢኻ ትደሊ። ዋይ ዋይ ዋይ ኣንቲ እዋ እምበኣር ተመሓድር ርእሲ ኣላትካ ኮይነ እስኽስ ከተመሓድሪ ኣትቕበሊ ኣነ ክትፈልጢ እዚ ሽበት እዚ ጥዒምኒ ዝወፀ መስለክሎ እንታይ ዘመሓድር ርእሲ ኣለኪ ክብሊን ሓዳር ከተመሓድሪ ደስ ኢልኒ ዝወፀ መስለክሎ ሽበተይ ትሪኦ ኣለኽ ዶ? መዳ እቲ ንዕቐትካ እኮ እዩ ትሪኳላታ ኮይኑ ከም ዘይሕግዘካ ዝገብረኒ ዘሎ እምበር ኣነ ናተይ ኣተሓሳስባ እዎ ናትኪ። እሞ መዳ ንስኻ እኮ ኢኻ እናቋሸሽካኒ እምበር ሃገር ሙሉእ መመሓደርኩ ክትፈልጥ ንስኻ ግን ንቓላተይ ስለተቋሸ ከመይ ጌርካ ካብ ሓሳባተይ ክትጥቀም ኢልካ ትሓስብ ዋይ ኣታ ኣታ ኣነሲ ብእሲ ዝጠቅም ኣተሓሳስባ ኣለኪ ኣንቲ ወንዓኺ ዝጠቅም ኣተሓሳስባ ተዝህልወኪ ነይሩ መጀመርታ መጀመርታ ንነብስኺ ምጠቐምኪ ናተይ ሓሳባት ኣተሓሳስባይ ናተይ በዳ ኣነ ዝሓስቦ ናተይ ኣተሓሳስባ ምዃን ሓቅኻ ዝጠቅም ነይሩ እንተዝኸውን ንዓኻ እውን ኣይምተመርዓኹ ኳን ክትፈልጥ
ዋ እንታይ ድዩ ጸገምኪ? ጸገመይ ደኣ ብዙሕ መዳ ብጣዕሚ ብዙሕ እሞ እንታይ እቲ ብዙሕ ኣበይ እሞ ምስ ሰማዕኻኒ ተዛረብ እንደ ሰማዕክ እንደ ዘለኹ እንታይ ጸገም ቀዳማይ ቀዳማይ ስለምንታይ ክንወልድ ዘይትደሊ ክፈልጥ ምደለኹ ሕራይ በዛ ዘረባ እዚኣ ስድራይ ምእታው ምውፃእ እዮም ከሊኦምኒ ዘለዉ ጽዋ ኣንቲ ብሌን እዚ ሓዳር እዚ ስድራኽ ድዮም ዝመርሖ ዘሎ ኣበይ እሞ ክረኽቦ ዋ ዋ ከምዚ ናትካ ብዛዕባ ነብሶም ጥራይ ስለ ዘይሓስቡ እንታይ ዩ ሓሳባተይ እንታይ ዩ ድሌተይ ፈሊጦም ከም ሓሳበይ ምኸዱኒ ኔሮም። ኣቲ
ብሌነይ እንታይ እሞ ንሕና ሲ ድሓር ከኣ ንኣሽቱ ሰብ ሓዳር እንዲና ጌና እኳ ኢና ንኣሽቱ እንዲና እቲ ዕድሜና እኮ ጌና እዩ ደሎ ቀስ ኢልና ኣብታ ደስ ዝበለትና ክነርከበሉ እንዲና ኣብታ ደስ ዝበለትና ዘይንወልድ እንታይ ኣንኢሽና እንታ መዳ ሓወይ ናእሽቱ እንተ ንኸውን ደኣ እንታይ ክንገብር ሓዳር ጌርና። ኣንቲ ብሌነይ ኣነ ድብለኪ ደለኹሲ እግሪ ተከል ሰብ ሓዳር ኢና ጌና ታተ ድብል ንብል ደለና ሰብ ሓዳር ኢና ንሕና ደሓር ከኣ እዚ ናብራና ትርእዮ ኣለኺ ታይ እየ ከዛረበኒ ደለኹ። ናብራ እሞ እንታይ ኮይኑ ድዩ። ናብራ ደኣ መከራ። ኣንታ መዳ ሓወይ እንታይ ኮንካ ኢኻ ትፈርሕ ዘለኻ ተረፍ ኤሊ ወድና እናበልዐ ዶ ኣይኮነን ዝዓቢ።
ዋይ

የትርፍ ኣሎ ድዩ ኣቲ ሸዋቱ ግን ይዕጾ ኣሎ ድዩ ዝቆልዓ ኣነ እኮ ድዒ ዳዮ ክገብር ስለ ዘይቆልቁስ ኣሻቂል ኣሎ ዶ ክፍቲ ውሽጢ ዋእ ታመዳ ሓወይ ወይ ሞላት ትሽገር እንተሊኻስ ስራሕ ዶ ዋላ ክጅምር ኣነ መድሓኒ ኣነ ዶ እምበር ዶ ንሳ

ኡፍ ኣታ ኣነ እንታይ እየ ዝገብሮ ኣንታ ኣነ ናበይ እየ ዝጠፍኦ ኡፍ ኣይተሸገርኩን ይብል ተመሊሱ ከዓ ኣንታ ከነብልዖ ክንወልድ ይብል ትበልዖ ምስ ኣደ ይኮነን ትምሽጋር ኣነ ናበይ እየ ዝጠፍኦ ኣንታ ኣነ ኡዮ ክብል ይሰርሕ ኮ እየ ዘለኹ መዳ ዋ ይሰርሕ እየ ዘለኹ ሰርሕ ኣለኹ ወላ ብኣፈይ እናተዛረብኩ እየ ከዓ ዝሰርሕ ትፈልጥ ኣንትባ ክበጥዕ ግደ ብሉ ብለይ ብለክ ኣለኹ ሰላም ይሓልፍ። እቲ ዘረባ ንዕኡ ጥራይ ዝምልከቶ ኮይኑ ድዩ ዝስምዖ? ሰላም ንዓኹም ይኹን ኣብ ኩሉ ኩርናዓት ዓለም ኮንኩም መደባት ህድሞና ነባሪት ኣብ ምክታል ትርከቡ ክቡራትን ክቡራንን ተኸታተልቲ ህድሞና ነባሪት ሄሎ ሓፍተይ እንታይ ዓይነት መደብ እያ ሒዛትሎም መፅያ ዘላ ሕጂ ንተኸታተልትና ኣብ ውሽጢ ሃገርን ኣብ ደገን ዝርከቡ ብሓባር ኣሳታፊ ዝኾነ ስራሕ ሒዛ መፂኣ ኣላ። እሱ ድማ እንታይ እዩ? ኣብ ክልተ ሽሕን ዕስራን ሰለስተን ካብ ዝቐረበ ኩሉ ስርሓት ናይ ህድሞና ነባሪት ዝለዓለ ተራኣይነት ወይ ድማ ቪው ዝነበራ ስራሕ ኮሜድያዊት ሲትኮም ክንፈትሖም ዶ? ሓንቲ ካብተን ኣዝያ ብልፅቲ ብሉፅ ዝኾነ ስራሕ ዝተሰርሐት ብኡ መንፅር ድማ ብኡ መንፅር እቲ ተራኣይነት ናይቲ ቪው ናታ ድማ ኣዝዩ ልዑል እዩ ነይሩ። በዚ መሰረት እዚ ድማ ንኹሎም ነዚ ስራሕ እዚ ክውን ዝገበሩ ኩሎም ካብ ደረስቲ ሉና ኣትሒዝካ ንኹሎም ተዋሳእትን ንኹሎም ካሜራማን ቀረፅቲ ኤዲተራት በጠቐላል እንቋዕ ሓጎሰኩም እንቋዕ ኣብቃዓኩም ክንብል ንፈቱ ተቐሪቡ ናብ ዘሎ መደብ ክንሰግር ኢና ሄሉ ሓፍተይ ክተላልየለይ ኢኺ እቲ ሓሳብ። Thank you ኣሪ ሓወይ ከምዚ ክትብሎ ዝጸናሕካ ህድሞና ነባሪት ኣብዚ ግዜ እዚ ህድሞና ኣዋርድ ብምባል ነታ ኣብዚ ግዜ እዚ ኣዝያ ብልጽቲ ኮይና ዘላ ተዋስኦ ናይ ኣብ ህድሞና እተጻዕነት ማለት እዩ ክንፈትሖም ዶ ህድሞና ኣዋርድ ብምባል ክስልም እዩ ጽቡቅ እቶም ዝስልሞም ከኣ ዝበለጸ ተዋሳኣይ ዝበለጸት ተዋሳኢት ዝበለጹ መጻምድቲ ከምኡ ውን ዝበለጸ ጋሻ ኣብ ጋሻ መፅኡ ዝተዋሰአ ማለት እዩ ክሽልም እዩ ማለት እዩ ኣብዚ ሽልማት እዚ ሓምሳ ሚእታዊት ካብ ናይ ህዝቢ ድምፂ ኢና ክንእክብ ማለት እዩ እቶም ኣብ ውሽጢ ዓዲ ዘለኹም ኣብ ዝተፈላለየ ናይ ሙዚቃ ናይ ቤት ብምኻድ ሶኒክ ኣፕሊኬሽን ብምፅዓን ኣብ ሞባይልኩም ማለት እዩ ድምፂ ክትቡ ወይ ከዓ ቮት ክትገብሩ ትኽእሉ ኢኹም ነቶም ኣብ ደገ ዘለዉ ከዓ ብመንገዲ ዩትዩብ ከመይ ገይሮም እዮም ኣሪሓዊ ጽቡቅ ተቀንየለይ ህሊ ሃፍተይ ስለዚ ነዞም ኣብ ደገ ትርከቡ ኩሉኹም ተኸታተልቲ ኣፍቀርቲ ናይ ስነ ጥበብ ናይ ሃገርና ድማ ኣብ ፕለይ ስቶር ብምእታው ነታ ሶኒክ ትብል ኣፕሊኬሽን ዳውንሎድ ብምግባር ኣብ ሞባይሎም ጽዕኖም ክ ቮት ክገብሩ ወይ ድማ ከድመፁ ይኽእሉ ተወሳኺ ድማ ኣብቲ ርእቶ ኮመንት ኣብ ናይ ዩቲብ ኣብ ናይ ህድሞና ነባሪት ብምእታው ድማ ናቶም ዘሎ ድምጺ ክህቡ ይኽእሉ። በዚ ኣጋጣሚ እዚ ከምቲ ዝዘርዘርክዮ ብሉጽ ተዋሳኢ፣ ብልጽቲ ተዋሳኢት፣ ብሉጻት መጻምድቲ ከምኡ ድማ ጋሻ ተዋሳኢ ነዚ ብምርቋሕ ክሽልም እያ ህድሞና ነባሪት። እቲ ናይ ምሽላም ስነ ስርዓት ድማ ብቐጥታ ኣብዚ ኣብ ስቱድዮና ክካየድ እዩ። ስለዚ ሃየ ካብ ልማዓንቲ ትሒዝኩም ድምጽኹም ሃቡ። ኣኣብ ዘለኹሞ ሰላምን ጥዕናን ንዓኹም የቐንየልና።
ኣቲ ሲሙ መዓረይ እንታይ እዩ ተረኺቡ በጃኺ ለክ እንታይ ኢና ረኺብና ልብና እኮ ተወቂጥና በቃ እንታይ እዩ ተረኺቡ ኣትብለኒ እዚ ወዲ ከዕብደኒ ቁሩብ ቁሩብ ፐርሰንት ተሪፍዎ ካብዚ ኣንተ ዳኣ ሓጊዝክናኒ ኣብዛ ፅርግያ ወፂ እየ ምክትሉ ፀላኢ ኣኺ ርግእ እሞ በል ገዓት ከይበላዕና ንስዩ ኣቲ ከመይ ሓመድ ብልዕ ጓለይ ናይ ሕማመይ ዘይሕሰበክስ ናይ ከብዲ ክተራእየኪ ሃርጎሪማ ስሙ መዓረይ ተሓዝለይ ገዓት ዝፈቱ እየ ኣቲ ቢኒ እሞ ካብ ሲሞናስ ገዓት ሳምሪ ንስኺ እምበር ናይ ብልብኺ ዲኺ ገዓት ገዓት ምስ ሲሞና ገዓት ብገዓት ሲ ትምፅን ሳምሪ ሓፍተይ ኣይትሓዝለይ ገዓት ቦ ብዓይኒ ኣይትምፅን እዩ ድዩ ዝበለ ደራፋይ ንዓይ እውን ብገዓት ኣይትምፃኒ ቁሩብ ኣይረኣየክን እዚ ጠስሚ ናይ ዓንሰባት ማእኸሉ ቀምበይ በይ በይ በይ በይ ዝበለ እቲ ጫፍ ጫፍ ኸዓ እዚ ርጎ ናይ በዓል መታሕት ናይ በዓላ ቁርደት ምሽ ኣለክን እቲ ውሽጡ ከዓ ንሓዊ ዝመስል በርበረ ተነስኒስዎ ፋንትን ሕጂ ኮይኑ እንዲ ተራእኒ ኣፈይፈይ ማይ መሊእኒ ሲሙ ማዕሪ ስቕ ኢልካ ንጥንስተኻ ብዛዕባ መግቢ ተዕሊልካዮ እኮ ኣፋየ ማይ ዝመልኣ
ኡፍ እውይ ኣትሳምራ ሓፍተይ እተን ንቢኒ ተሪፈንኦ ዘለዋ ባዕላ እንድያ ክትምልእን። በጃኺ እንታይ እየ ክገብር ኣታ ሓግዝኒ በጃኺ ሳምሪ ሓፍተይ። ኣጨንቂ ብዛዕባ እታ ዘዕበየትኩም ጓል ዶ? እወ ንሳ ዋ ኣንቲ ሕሉፍ ሓሊፋ እኮ እያ ደዊላ ቆፂራ ንክቆርሱስ ደዊላ ፀዊዓቶ ዘላ። ኣይትብሊ
ኣቲ እቲ ናይ ድራር ኣትሪፎምስ ንቁርሲ ከኣ ከይዶም ሙዝየም ዳሞ ብሓንሳብ ምሕዳር'ዩ ተሪፉ። እውይ በስመ ኣብ ወመንፈስ ቅዱስ ኣትብለኒ ቤነይስ ምስ ካልእ ጓል ክሓድር
ስምዕኒ ሲሙየ ሕጂ ንገርኒ ርግእ እሞ በሊ ንሕናስ እንታይ ክገብር ደሊና ኣለ ካባና እንታይ ትደሊ ኢኺ እንድዒ እንታይ እሞ ክገብር እንታይ ክገብር ዝገብሮ ምስ ጠፍኣኒ እኮ ደው ኢለላ እዩ ነታ ጓል እወ ንዓኣ ናብዚ ክትመጽእ ከማ ጸዊዐያ ኣለኹ። ጽቡቕ ጌርክሲ እሞ መዓረይ ትምጻእ እሞ ምንጭት ምንጭት ምንጭት ኣቢሉ ኣይኮነን ዶ ቢንያም መቕርባን ስድራኣን ከም ዘየለልይዋ ጌርና ክንሓማምሳ ኢና። ጣጣ የብለይን ቢሉ ነዘን ስማ ሓዳር ከማይ እያ ተድልየን ሳምሪ መዓረይ። ብሌን ሓንሳብ ሓንሳብ በጃኺ ሲሙ ብጣዕሚ ተህወኺ ኣለኺ ቢንያም ብዛዕባ እዚ ጉዳይ እንድሕር ፈሊጡ ካልእ እዩ ክኸውን። ይፍለጥ ይፍለጥ ይፍለጥ ይፍለጥ ምስማዕ እንድዩ ኣቢኒ በዓል ፈልጥ። ይፍለጥ ወበዓል ይፈልጥ ትምጻእ እሞ ደሓን ንእስነተይ ከኣ ከተዛኻኽረኒ እያ ሲሙ ማዓረይ ኣነ እኳ ቀደም ክባ ኣስማዓትየ ኔረ ኣብቲ ናይ ባጀላይ ፊ ሲ ዲ ዳብሊው ዜድ ክበጽሕ ሓንቲ ስፓሊኖ ምስ ተረፈትኒ መርዳት መርዕዋ ኣቢሉ ናብዚ ሓዳር ከምዚያ ገይርኒ ሕጂ በቃ ጎተ ትብል ገለ ብል እውይ ብሌኒ ብጃኺ ኣነ ትርእይኒ ኣለኺ ምስ ከብደይ ከምዚ ኣይነበረ ሓንቲ ነገር ክገብራ ኣይክእልኒ ዓብላ ክንደይ ደሎ ትምጻእ እሞ ኣነ ብጨጉራ እየ ዝሕዘልኪ ሲሙ መዓረይ እስኺ ምስ ከብድኺ ከይጽግመኪ ኣነ ብጨጉራ ይሕዛ ንስኺ ዘለኪ ተሃን ክተውጽላ። በቃ ጽቡቅ ብጨጉራ ተሒዝክለይ ኣነ ዝዛረብ ጥራይ ተሃን የውጽእ በጃኺ። እሞ ብዙሕ ኣይትንቀሳቐሲ ኣነሞ ከኣ ዝውና ኣሎ በዚ ገና ክንድዕኻ ኢና። ነዊሕ እኳ ተዛሪብና ከም መዳ

ዋይ በል ክትፈልጥ ሕጂ እዮም ቅየምዎ ንዓኻ ከዓ ረጊሞ ንረጋሚ ክቡካ እዮም ይብለካ ኣለኹ ኣታ ሕጂ ትሓስብ ዋ ኣናታ ገይረዮም ኣንታ ንስኻ ተዘይትፋታሕ ንስኻ ኣብዚ ሽግር ተዘይትእትወና ኣቦኻ መፀ ድዩ ኣቦኻ መፀ ዋ ኣንታ ዓድኹም ከመይ ሰላም ረኺቡ ኣሎ ትፈልጥ ዶ ኣነ እኮ ከምዚ ምሽ ኣለካ ዓደኻ ኣይፈልጥን እየ እምበር ከመይ ኮይኑ እስከ ስማዕ ኣለዎ ሕጂ ከምዚ ምሽ ኣለካ እሞ ዓጓር ፅብቕቲ መርዓት ካብ ሙሉቑሉቑሉቑሉቑ ብርቕርቕርቕ ትብል ዘላ ኮይነ እኮ ኣይትረኣየኒ ዘላ እዋይ እዋይ

ኣንታ ትምጽኤን ከኣ እኮ ምላስ ዝብለን ዝኤን ገጸን ትርሓቕ እንቋዕ
እንታ ንህልካ ካብ ገጽ ኣንስትሲ ገጽ ኣናብስቲ ይብል ነይሩ ኣቦሓጎይ ሓቁ እንዲ መን ኣቦሓጎይ ሓቁ እንዲሞ ሓቁ እንዲሞ መዓስ ተጋጊዩ ኣንታ ንዓባ ብዘይ ብእን ክንበር ስለ ዘይክእል እዩ እምበር ኣታ እዚኤን እኮ ኣታ ሞኽታ እኮ እየን ኣታ እዚኤን ኣታ ሞኽታ እኮ እየን ሓደ ሕጂ እንደ ዘኪረዮ ሓደ ከምዚ ከማይ ተዛራባይ እንታይ ይብል ነይሩ መስለካ እንታይ ይኾን ኢልና? ኣብዚ ዓለም መቸም ከምዚ ከማይ ተዛረብቲ መዓት ይብሉ ኣለዉ ትፈልጥ ኢኻ እንታይ ይብል ነይሩ መስለካ ሰይጣን እንተተሃኪዎ ሰበይቲ ልእኸልካ ገርመካ እኮ ኣታ ተሓጉረ ይዛረቡ ይብልካን ክገርመካ እዚ መሳፍንቲ ተመርዒ ዝተሓጎሰ ሰብኣይ እኳ እዩ ዘየለ ኣንታ ንዓሙ ወይ ብግዴታ ወይ ብድሌትካ እንዲኻ ትምርዖ ምስ ተመርዕኻኸ ብድሕሪኡ ሙሉእ ሂወትካ ሙሉእ ዘበንካ ሕር እንዳበልካ ትነብር ኣታ ከፍእ። ኣታ ዘን ናይ ሎሚ ኣንስቲ ከኣ ከም በዓል ኣዴታትና ኣይኮናን። ኣይ ጠፍ ክተብለን ዘይትኽእል ኣንታ ኣንታ በዓል ኣዴታትና ደኣ መጥሓን እንድየን ነይረን መሻኪን። መጥሓን እንታይ ማለትካ እዩ መጥሓን? እና ገዘብጣ እየን ዝኸዳ ነይረን። እዋ ኣንታ ሎሚ እኮ ኣሽንኳይ ዶ ክዘብ ጠንሲ ጽንጽያ ዓንየን ኣፊልካለን ተባሂልካ እኳ ኢኻ ትኽሰስ። እወ ንሰን ከኣ ርኢኻ ነዚኣ እየን ዝምዝኣ ዘለዋ እኮ። እዋ ኣታ ተብድሐልካ እንድዒ ሎምሲ ሎምሲ ሰብኣይ ሓሲሩ እዩ። ኣንታ መሳፍንቲ ሓወይ ንሕና ከኣ ብነብስና እብለካ ኣለኹ ብነብስና እዛ ክብረትና ኣይንሕልዋን ኢና ጠቅላላ ኢና ክብረትና ንሕሉ ዘለና ኣነ ክገርመካ ኣብዚ መሳርሕትና ኣሎ ኣብቲ ስራሕሲ ኣብርሃ እንዲ ድበሃል ኣየብርሃሉ ኣለኳ ብርሀት እየ ድብሎ ሓቂ ተሓይሽ እንታይ ኸ ትዛረብ እንታይ ኮን ኢሉ ሕጂ እንታይ እዩ ኮይኑ እዚ እንታይ እዩ ኮይኑ ኣታ እንታይ ከ ዘይብል እሱ ይመፀካ ኣራይ ትምህርቲ ኣቱ
ትብል ንሰበይተይ እንደ ማይ ክወርደላ ውዒለ ጽናሕ ጽናሕ ጽናሕ ሀ ዋ ኣርፊዱ መጽእ እንታይ ደኣ ኾንካ ደንጒኻ ኣማሲኻ ዲኻ ትማሊ ትብሎ ኣይ ኣነ እምበር ስቕ ኢለ ቆምሽጢ ኮስሞ ወዲ ካልሲ ክጭቕጭቕ ሓዲረ ብለካ እንታ ዋይ ኣንታ እዚ ሕሉፍ ሓሊፎስ ዋላ ጸርሑ ሰርሓ ኣላ ኸውን ኢታ ኣይ ጽናሕ እንዶ ሕሉፍ ሓሊፎ እንታይ እዩ ዝብለካ ኣነ ዝሰርሓ ጸብሒ ኣነ ዝሰርሓ ብፍላይ ስልሲ ኢድካይ ኣተቆርጥም ለካ ከመይ ኣዳዊ መድሃኒኣለም ኣቑሪዶ ኣንታ ኣንታ ሕሉፍ ሓሊፉ እንታይ ድልኒ ኣነ እኮ ደይሰምዖ እኳ ኢደ ይብሊ ሰበይተይ ጠኒሳ ነቲ ዓብዪ ነቱ በኹርሲ ባዕለይ ሓሪሰላ ዳይ መዳ ከምኡ ከይብለኒ ዝፈርሕ ሓደ ሓደ ግዜ ምሻ ኣለካ ትዘርቡ ወዲ ሃፀሎ ትክስታይ ድሩዝ ድሩዝ ጥራይ ኢልካ እንታይ ትብሎ ምሽታ እዚ ምሽቲ
ዋይ ኣታ እንታ ዘረባ ብዝሕና እንታይ ዳት ቢና ምላ ጠፊኡ ዳዛ ልዕሉ ዋላ ዋላ ህሉ ዋላ እሱ ባዕሉ ደይሱስ ኣብርሃለይ እንታይ ስኩ ከም መስለት እዩ ኣይ ኣታ ሰይሊ ከምተን ደቂ ኣንስትዮ ይሓይሽ ንሱ እናልካ እባ ኣበይ ክሓይሽ ኣበይ ክሓይሽ ኣንታ ሰብኣይሲ ራፅ ራፅ ክጨሉ ዘሎ ወይ ሰብኣይሲ ጨናጨና ክጨልወካ ዋ እንታታይ ጉብሩ ኢና ንርኢ ዘለና ብሌን እንታይ ኢላትኒ መስለካ ሕሉፍ ሓሊፎስ ኣነ ኮስ ደሚምኒ እኳ ነዚ ጭሑሙሲ ንበይኑ እዩ ዝቕምቅሞ ኢላትኒ ሳብ ንሳ ኢላትኒ እናወጸ ከሎ ኢኻ እዚ መተርከሻ እዚ መተር- ናይ ከንፈር መተርከስ ከምኡ ኳይ ገበረ ይወጽኒ እኳ ኢላትኒ ይይ፣ ኣታ ከመይ ድብሎ ላህበት እዩ። የብሉን እዚ ላህበት እዩ። ኣታ ዝብጃለካ ሰብኣይ ኣይኮነን እዚ ሕልፍ ሓሊፉ ወሬኻ ውስን ኣቢልካሲ ቀምሽ ምኽዳን ምሓሾ ነይሩ ይሓይሽ ኣንታ እታ ሲሞና እኮ ሰብኣይ ሓቑፋ ሓድር ኣለኹ እያ ትብል ዘላ እምበር መሓዛ ሓቑፋ እያ ትሓድር ዘላ

እቲ ገጻት ኣብ ገለ ንፈልጣ ኮይኑ ዶ ይስምዓክቲ ከመይ ክብረት እኮ እዩ ተምሃሮ ናይ ሎም ንሓላት እንዲያና ወ ክፈል እስኪ
መን ክን እያ ሲሞና

እንታይ ዝበልዎ እንግሊሽ ዳኣሉ ትዚ ሓንሳቢሉ መን ኢኺ እስኺ ዘጓለይ መን ኢኺ ዋ
ኣነ ደኣ ሉልያ ኣማኻሪት ኣነ ሲሞና ምሽ ለክን ኤርፎን ኣለክ እንዲ ብዝምኽን
እቲ ኤርፎን እሞ ይጽናሓልኪ ረሓን ንስኽስ እንትጓለይ መዓረይ ንስኺ ንባዕልኺ ዘማኽረኪ ትደልስ እንታይ ከተማኽርና ኢኺ ንዓና? ዋእ ኣገባብባ ኣነ እኮ ካብ ቀዳማይ ክፍሊ ትሒዘ ናይ ዩኒትን ናይ ክላስን ቀዳመይቲ ዝወጽእ ተማሃሪት እኮ እየ። ዋው ኣሰይ ጽቡቅ ግን እዛ ጓለይ ማዕረ ንሰብ ሓዳር ከተማህር ትኽእል እያ ዓቅሚ ኣለኪ ማለት ድዩ። ዓቅሚ ጥራሕ ዓቅምታት ከማን ኢሂ ሲሙ ብዛዕባይ ኣዕለልክየን ዲኺ። እዛ ጓለይ ተጋግየ እየ ዘዕልለኪ ነይረ ቅድሚ ሕጂ ተጋግየ እንድየ ዘዕልለኪ ነይረ ሕጂ ግን ኣደይ ከይዲ ሸቀል ናብ ገዛኺ ከይዲ።
እወ ወረ ተጸሊእዋ እዩ ዘሎ። ውይ ሓፍተይ ከመይ ገይርዋ
ቁሪ እንድያ ወሲዳ። ውይ እዛ ግን ኣይቁርዎ ናይ ኢለን ቅንኣይ ኩሉ ሰብ እንድዩ ዝሓምም ዘሎ እሞ ሕክምና ከ ወሲድኩማ ዶ። እወ ሓደ መሓዛይ እያ ከማን ወሲድዋ። እንታይ ትብሊ ኣብ ርእሲ እቲ ሕክምና ምኻድኩም ካማን እዚ ናይ ሓበሻ ቅራፍ ኣራንሺ ሹማ ሃብኒ እዚ ቅራፍ ለሚን ገለ ጌርኩም ዕጥንጥን ከተብልዋ ክትክእሉ ክንፍትና ኢና ከምኡ ኦፋ ብሌን
ዋ ግረፍና ብጃ ከይደልኪ ንዕዛ ጓለይ ንዕይ ከይመስየኪ ሰዓት ከይኣኸለኪ ኣዴኺ ከይትሻቐል ሓይ ማምሽ ትብለኺ ንዕ ከይድ ገዛኺ ሕራይ ካልእ መዓልቲ ክንዳወልና ቻው ካልእ ግዜ ከዓ ምስ መኻሪትካ በይንኻ ስለ ዝዝረብ

ይኸውን ዶ?
ዋይ ወሬ ነገራኒ ዋይ ሲሞና ኩሉ ድዩ ክዕልለክ? እዚ እኮ ቢንያም እምበር መዳ ኣይኮነን፣ ኩሉ ይዕለልን እዩ።
ፍትሕ ፍትሕ እዩ

ኣብ መንገዲ እንዳኸዱ ደስ ኢልዋ ቴሌፎን ክሃበኒ ኢላቶላ
ኣንስሞ ጥዕና ኣለኪ ድዩ በጃኺ ሕጂ ክነግረኪ ዝኾነ ነገር ከይትቕፅሊ ከይትዛረብ በቃ ህዋ ተወደትና ውዒልክስ ተባዕቲ ጓለይ ኣለኽሮ የለኹን የለኹን ገየሽ የለኹ
ኣንተ ኣነ ክዕብደኒ እዩ ኣንተ ኣነ እንታይ እየ ዝገብሮ ኣነ እንታይ እሞ ክትገብሮ ኣቦኻ እንድዩ ኣቦኻስ ኣይትሸጦ ኣይትልውጦ እንታይ ክትገብሮ ደሊኻ እዚ ተለልዩ ፅረፍካ ተለልዩ ይዘልፍካ እንታይ ክትገብሮ ትኽእል ወላ ሓንቲ ኢኻ ክትገብሮ ዘይትኽእል እዚ እኮ ብምርጫ ኣይኮነን ምፅካ ብዕጫኻ ረኺብካዮ ዘለኻ ዋ መስፍን ሓወይ መዳ ፅቡቅ ኣሎ

መዳ ንዓና ዝጠቅም ትዛረብ የለኻን ንስኻ እንታይ ማለትካ ኢኻ ኸላ እንታይ ማለት እየ እሞ ዝብለካ ኣለኹ ርድኡ እንድዩ ድሓን ፅናሕ እሞ መስፍን መዳ ሓሳብ መሓገሻ መስፍን ቀፅል እስከ ኢኻ ኣለኻ ብንያም ሓወይ ንሳምራዊ ተደይ ረኸብክዋ እዩ ኣነ መድሃንየ ዶ ዋ ሕጂ ከ እንታ ከደግም ሓንሳእ ረኺብዎ ኣየን ፈፃም ዶ እንታ ከደግመና ደልዩ ሕጂ ከ ክፅይቀለይባ ከባላሽወለይባ ወፅይቀልካ ከባላሽወልካ ታላ እንታይ ከይብላ ፈሪሕኩም እንታይ ግበሩ ብለና ልባ ከም ፍጸለ ይደሊ ደሎ ኣነ ጉድ እየ ረኪበ ዘለኩ ኣነ። እታ ስማ ርእሲ ማንቢሮ ወን እንታይ ደሊካ ኣሎ። ስማዕ እንዶ መስፍን ሓወይ ቁሩብ ቀስ ኣቢልካ ተትዛረብ ከ የምከን። ኣንታ ቢንያም ሓወይ ባህሪ ኣቦይ ጠፊእካ ኩሉ ሓደ እዩ ንኣቦይ ቀስ ኢልካ ተዛሪብካዮ ዓው ኢልካ ተዛሪብካዮ ዋላ ሓንቲ ፍልልይ የብሉን ካብ ኩሉ ካብ ኩሉ ንዓይ እንዳዋረደኒ ኣታ ሓንሳ ሓንሳ እኮ ዝነፈሲ ሃፅ በል ጥፋ እኳ እዩ ዝመፅእ ኣታ ሃፅ ኢልካ እሞ ዘይጠፍእ ኣታ ዘይጠፍእ እሞ ሃፅ ኢልካ ዘይጠፍእ ዋ መዳ እንታይ ኢኻ ትዛረብ ዘለኻ ሓቂ ዝሕሸልዑ ድሓን ድሓን ንዓሞ መስፍን ኣብ ዓዲ ከመይ ነይሩ ርክብኩም ምስ ኣቦኻ
ፈፂሙ ሓያለ ከምኡ ዳኣ ይበሃልኒ እምበር ብዘይ ቀልዓለም ብዘይ ምግናን ኣቦይ ልክዕ ቁራፅ ሸይጣን እዩ ዋይ በስማኣም ወወልድ ወመንፈስ ቁዱስ ወሪድዎ ሰይጣን ዋይ ኣታ ኣቦኻ ዝንፈልጦ ኣቦኻ እዩ ሰይጣን ካኣ ዝንፈልጦ ሰይጣን እዩ ከመይ ጌርካ ዳኣ ንዕዖም ተዋዳድሮም ዳኣ ክትፈልጥ ከማን ክትፈልጥ ሰይጣን እዩ ቁራጽ ኣቦኻ እምበር ኣቦኻ ኣይኮነን ቁራጽ ሰይጣን ኣንታ ትም በለለይ በጃካ ኢለካ ስቅ በለለይ ሓቂ ትደሓሸለካ እንድዩ ሓቂ ስቅ በለለይ ስቅ ኣይብልን ትደሓሸ ነግረካ ኣለኹ።

ፐእ ዋይ መዳ
ቀጽል እስከ መስፍን ኣብ ዓዲ ከመይ ነይሩ ርክብኩም? ዋይ ከምዚ ቀዲመ ክብለካ ዝጸናሕኩ እዩ ኣቦይ ደኣ እሞ ምስ ዓቢ ይብሉ ምስ ንእሽተ ይብሉ በቃ መንጸርጸሪ ጸርጸር በሃሊ እዩ ምንሽ ናጎሰት ከሎና ሲ መሓስ እንተጠፊኣ ባህ ጌርካ ምስ ኣጥፋእ ዝብል ሰብኣይ እዩ እዋእ ባቃ ብዘይ ኮኡን ንዓይ ጠቅላላ ብሓንቲ ነገር ኣይፈትወንን እዩ። እንታይ እዩ እቲ ነገር? ርኢኻ ኣለኻ ምስ ኣኸልኩሲ ሓንቲ ጉዕሻ ትበሃል ቆልዓ ኣማጺለይ ነይሩ። እሞ እንታይ ክትምርዓዋ?
እንታይ እሞ ክገብራ ሕንጫ ቆልዓ እንድያ እንታይ እያ ክገብራ? ኣነ ከኣ ነዚ ነገር እዚ ከኣ ብፍጹም ክቕበሎ ኣይከኣልኩን። ኣቦ ክኸውን ኣይክእልን እዩ ዝምሰልክዎ ዘረባይ ትሰምዓኒ ከኣ ኣይትሰምዓንን። ሰብዓ እንተኾንካ ግርም ተዘየለ ግን ገዛይ ግደፈለይ ካብኣ ዝነፈጥኩ ርኢኻ ሸዓ ነስመራ ምስ ወጻኹ እየ ዋእ ክብል ክብል ከኣ ንህልኩም ምሳኑ ተራኺብና ኣብ ደረጃ ዝበጽሕና ኣለና እምቧእ በቃ እዚኣ እቲ ሓቂ ኣቲ መሓዙተይ ኣጸሊሉኒ እምበር እዚ በዓል ቤተይ